እቲ ኣብ ቅድሜኹም ዝቖመ ገዚፍ ጎቦ ነታ ትዓርብ ዝነበረት ግርምቲ ጸሓይ ካብ ምርኣይ ከው ኢሉኩም ይፈልጥ ዶ? የመን ማለት ከምዚ'ያ። ኲናት ዝጋረዳ ግን ከኣ ጀማሪት ዘመናዊ ንግዲ፣ ፈላሚት ዘመናዊ ቅዲ ኣተሃናንጻ፣ ብተፈጥሮ ሃብታም፣ ብጂኦግራፍያዊ ኣቀማምጣኣ ድማ ኣዝያ ዕድለኛ ሃገር። ይኹን እምበር ሎሚ እዚ ዕድለኛ ዘብላ ጂኦግራፊያዊ ኣቀማምጣኣ ኣብ ክንዲ በረኸት ብዙሕ ጸገማት እዩ ሒዝላ መጺኡ ዘሎ። ሰላምታ ኣይረሳዕናን ፍትዋት ተኸታተልትና ሎሚ ንሃገረ የመን ዝድህስስ መደብ ሒዝና ቀሪብና ኣለና ሰናይ ምክትታል። እቲ ኣርብዓ ሚልዮን ዝበጽሕ ህዝባ ጂኦግራፊያዊ ኣገዳስነት ሃገሮም ብዘስዓቦ ቀውሲ ኣብ ዘይምልከቶም ኣትዮም ሰላም ካብ ዝርሕቆም ዓሰርተታት ዓመታት ሓሊፉ ኣሎ። ሕጂ ኣብቲ ንየመንን ጅቡትን ዘዳውብ ማያዊ ኣካል ኢና ዘለና። ንሃገራት የመንን ጅቡትን ኣብ ዞባና ኣገደስቲ ሃገራት ዝገብረን እዚ ቦታ'ዩ። ባብ ኤል መንደብ'ዩ ዝበሃል። ኣፍሪቃን ማእከላይ ምብራቕን ዝጎራበትኦ ካብ ህንዳዊ ውቅያኖስ ናብ ቀይሕ ባሕሪ ዘእቱ ኣፍደገ ባሕሪ። ኣብዚ ቦታ ኣብ መንጎ የመንን ጅቡትን ዘሎ ፍልልይ ርሕቀት ሰላሳ ኪሎ ሜተር ጥራይ'ዩ። እዚ ጸቢብ መስመር ግን ናይ ዓለምና ዓሰርተ ክልተ ሚእታዊት ናይ ንግዲ፣ ሰላሳ ሚእታዊት ከኣ ነዳዲ ዝጸዕና መራኽብ ዝሓልፋሉ፣ ሓያላን ሃገራት ንሓንቲ ካልኢት'ኳ የዒንተን ሰም ከየበላ ዝከታተለኦ ኣዝዩ ወሳኒ መስመር'ዩ። ሃገራት ምዕራብ ምስ ሃገራት ኤሽያ ንምርኻብ ናይ ግድን'የን ብመስመር ባብ ኤል-መንደብ ክሓልፋ ዘለወን። ካብ ባሕሪ ዓረብ ጀሚሩ ብወሽመጥ ዓደን ገይሩ ክሳብ ቀይሕ ባሕሪ ዝዝርጋሕ ኣስታት ክልተ ሽሕ ኪሎሜተር ዝንውሓቱ ገማግም ባሕሪ ዘለዋ የመን ድማ ኣብቲ ከባቢ ሰላምን ንግድን ንኽሰፍሕ ኣዝዩ ኣገዳሲ ተራ ትጻወት ሃገር'ያ። ብቑጠባ ጎልቢታ ብወተሃደራዊ ዓቕሚ ሓይላ ሰላማ ዝሓለወት ሃገር ነይራ እንተትኸውን፣ ብርግጽ ሎሚ ልዕሊ እዘን መቓቒለናኣ ዘለዋ ሓያላን ሃገራት ምተሰርዐት ኔራ'ያ። እንተኾነ ግን ሰላም፣ ሃብቲ ይኹን ሓይሊ ሃዲምዋ ነቲ ከባቢ ክቆጻጸራ ዝደልያ ጎባልል ሃገራት ብዝኣልምኦ ውዲት ንዝሓለፈ ዓሰርተ ክልተ ዓመታት ናይ ካልኦት ሃገራት ኩናት እተእንግድ ዘላ ሃገር'ያ። ባብኤል መንደብ ንሓያላን ሃገራት ዓለምና ማዕረ ክንደይ ኣገዳሲ ቦታ ምዃኑ እትግንዘብ ነቲ ኣብ ጅቡቲ ተኻሬንኦ ዘለዋ ወተሃደራዊ መዓስከራት ምስ እትርኢ እዩ። ሃገረ ጅቡቲ ጥራይ ገንዘብ ክፈላን እምበር ጸገም የብሉን፣ ወተሃደራዊ መዓስከር ባዕለይ ክህበክን እየ ዝበለት እንክትመስል ንወተሃደራት ኩለን ሓያላን ሃገራት እያ ኣብ መሬታ ኣስፊራ ዘላ። ክንከፍል ኢና! ወተሃደራዊ መዓስከር እውን ከነቕውም ኢና ዝበላ ብርክት ዝበላ ሃገራት ድማ ኣብ ጅቡቲ መዓስከር ኣለወን። እታ ተመሳሳሊ መንገዲ ተጠቂማ ብዙሕ ገንዘባውን ዲፕሎማስያውን ጥቕምታት ክትረክብ ትጽቢት ዝግበረላ የመን ግን ምስ መን ከም እትውግን ሓርቢትዋ ኣብ ጸገም ወዲቓ ዘላ ሃገር እያ። እቲ ንዝሓለፈ ዓሰርተ ክልተ ዓመታት ንሰራዊታ ንሞት፣ ንህዝባ ድማ ንገሊኡ ንስደት ንገሊኡ ድማ ንጥሜት ዘቃለዐ ኹናት ክሳብ ሎሚ ደው ክብል ዘይከኣለ የመን ኣብ ትሕቲ ጽልዋ ኣየነይቲ ሓያል ሃገር ትኹን ኣብ ዝብል ዛዕባ ደቃ ብዘይምስምዖም እዩ ኣብ ግዜ ዝሑል ኲናት ዓለም ሰሜንን ደቡብን የመን ብምባል ኣብ ክልተ ተኸፊሎም ብኣሜሪካን ሕብረት ሶቭየትን እዮም ዝዝወሩ ነይሮም። ሎሚ ድማ ካብ ስዑዲ ዓረብን ኢራንን ንሓንቲኤን ኣብ ዝመርፁሉ ወሳኒ መድረኽ እዮም በፂሖም ዝርከቡ። ንየመን ምቁፅፃር ንስዑድን ኢራንን ዳርጋ ናይ ህልውና ጉዳይ እዩ ክበሃል ዝከኣል እዩ። ስዑዲ ዓረብ ምስ የመን ምድራዊ ዶብ እትዋሰን ጎረቤታ እያ። ስለዝኾነ ድማ በታ ከም ጸላኢታት ትሓስባ ኢራን ዝድገፍ መንግስቲ ኣብ ጎረቤታ ሃገር የመን ምምስራቱ ፖለቲካዊ፣ ቁጠባዊ፣ ወተሃደራዊ ይኹን ሃይማኖታዊ ጸልውኡ ብመንጽር ረብሓታታ ኣሉታዊ ብምዃኑን ንህልውናኣ ከም ስግኣት'ያ እትርእዮ። ብኻልእ ሸነኽ ስዑዲ ዓረብ ኣብ ዓለምና ልዑል መጠን ነዳዲ እተፍርን ንሰደድ እትልእኽን ሃገር'ያ። ካብቶም ነዳዲ ንሰደድ እትልእኸሎም መስመራት ባሕሪ ሓደ ድማ መጻብቦ ሆርሙዝ'ዩ። ይኹን'ምበር ሰሜናዊ ክፋል መጻብቦ ሆርሙዝ ኣብ ትሕቲ ቁጽጽር ኢራን ብምዃኑ ኢራን ነቲ መጻብቦ ምስ እትዓጽዎ ኣብ ቁጠባ ስዑዲ ዓቢ ሓደጋ ዘስዕብ'ዩ። ስለዝኾነ ድማ ንመጻብቦ ሆርሙዝ ገዲፋ የዒንታ ናብ የመናዊት ከተማ ኣልማህራን ብምትካል ካብ ስዑዲ ተበጊሱ ናብታ ከተማ ዝሓልፍ ናይ መሬት ሻምብቆታት መተሓላለፍ ነዳዲ ብምስራሕ ንመሸጣ ነዳዲኣ ምስ ወደባት የመን ከተተሓሕዞ ደለየት። ኣብ የመን ክተሓገግዛ ዝኸእል መንግስቲ እንተዘይተመስሪቱ ግን እዚ ውጥን ከንቱ ክኸውን እዩ ማለት እዩ። በዚ ምኽንያት ስዑድ ዓረብ ኣብ ፖለቲካ የመን ልዕልና ንምሓዝ ኢራን ድማ ነዚ ንምዕጋት ዘይከድኦ ርሕቀት የብለንን። ስዑዲ ከኣ ንዝሓለፉ ዓሰርተ ሓደ ዓመታት ደቡባዊ ክፋል የመን ተቖጻጺሩ ንዘሎን ዓለምለኻዊ ተፈላጥነት ንዘለዎን መንግስቲ የመን ናብ ምሉእ ስልጣን ንምምጽኡ ዝከኣላ ኩሉ ኣብ ምግባርያ ትርከብ። በቲ ሓደ ወገን ድማ ኢራን ኣብ የመን ንዓኣ ዝሰማምዓ መንግስቲ ብምትካል ኣብ ዙርያኣን ኣብ ርሑቕ ከባቢታትን ንዘለዋ ጸላእታ ሃገራት እትምክተሉ ናብ ኣገጸን ከይቀረባ ኣብ ዘላቶ ኮይና ዕዮ ገዛ ብምሃብ ኣብ ስራሕ እትጸምደሉ ኣገዳሲ ከባቢ ብምዃኑ ክትስእኖ ፈጺማ ዘይትጻወሮ ዕድል እዩ። ኣብ መስመር ባብ ኤል-መንደብ ልዕልና ምሓዝ ነቲ ካብ መጻብቦ ሆርሙዝ ክሳብ ቀይሕ ባሕሪ ዝዝርጋሕ ናይ ዓለምና ዓበይቲ ናይ ዘይትን ነዳድን መራኽባ እተሕልፈሉ መስመር ንኽትቈጻጸር ኣብ ልዕሊ እተን ብእገዳ ከዳኽማኣ ዝፍትና ሃገራት ጸቕጢ ክትፈጥርን ኣብ ፖለቲካ ዓለም ልዑል ተሰማዕነት ክትረክብን ዝሕግዛ ኣዝዩ ዓቢ ዕድል እዩ። ነዚ ዕድል ንምጥቃም ድማ ነቲ ብስም መራሒኡ ሑሴን ኣል ሑቲ ዝጽዋዕ ጉጅለ ሑቲያት ትድግፍ፣ ዋላኳ ካብ ሓቂ ዝረሓቐ'ዩ፣ ምስቲ ጉጅለ ዘራኽብ ጉዳይ የብለይን ብምባል ደጋጊማ እንተነጸገቶ፣ ንኣሜሪካ ሓዊስካ ኩለን እተን ኢራን ክትሕይልን ክትጉልብትን ዘይደልያ ሃገራት ኤውሮጳ ድማ ንምንቅስቓሳት ኢራን ወትሩ ብዓይኒ ንስሪ'የን ዝከታተልኦ። ረብሓታታ ንምድራት ድማ ኣብዚ ረጽሚ ደገፍቲ ስዑዲ ዓረብ እየን። ኣብ 2017 ዓመተ ምህረት ድማ ካልእ ሳልሰይቲ ሃገር ናብ ኲናት የመን ተጸንበረት። ቤት ምኽሪ ስግግር ደቡብ ወይ ድማ ብእንግሊሽ ሓጺር እንክጸሓፍ STC እዩ ዝበሃል። እዚ ኸኣ በታ ኣብቲ ዞባ ጽልዋኣ ከተስፍሕ ላዕልን ታሕትን ትብል ዘላ ሕቡራት ኢማራት ዓረብ ዝድገፍ እዩ። እቶም ሓደ ጉጅለ ብስዑዲ ኣሜሪካን ምዕራባውያንን፣ እቶም ካልኣይ ብኢራን፣ እቶም ሳልሳይ ጉጅለ ድማ ብሑብራት ኢማራት ዓረብ ደገፍ እንዳተገብረሎም ኣብ ሰለስተ ጉጅለታት ዝተመቓቐሉ የሕዋት የመናውያን ንሓድሕዶም እንክበላልዑ ሓራም ምስ ክባኣሱ ሳዕሪ ይህሰ ከምዝበሃል ኣብ መንጎ ብዓረር ጥይት ዝውግኡ ብሓለንጊ ጥሜት ዝግረፉ ብስእነት ሰላም ዝሳቐዩ ዝሰዓረን ተሰዓረ ምንም ፋይዳ ዘይብሎም ህጻናት ደቂ ኣንስትዮን ኣረጋውያንን የመናውያን እዮም። ካብቲ ኲናት ዝተጀመሩ ክልተ ሽሕን ዓሰርተ ኣርባዕተን ዓመተ ምህረት ኣትሒዙ ክሳብ ሎሚ ብኣሽሓት ዝቑጸሩ የመናውያን እንክቕተሉ፣ ኣርባዕተ ነጥቢ ሸሞንተ ሚልዮን ዝበጽሑ ዜጋታት ካብ ቤተ ንብረቶም ተመዛቢሎም፣ ሚልዮናት ድማ ተሰዲዶም። ካብቶም ሎሚ ኣብታ ሃገር ዝነብሩ ዘለዉ ኣርባዓ ሚልዮን ዜጋታት እውን እቶም ዓሰርተ ትሽዓተ ነጥቢ ሓሙሽተ ሚልዮን ናይ መግቢ ሓገዝ ዘድልዮም እዮም። ካብዚኦም ኣስታት ሓሙሽተ ነጥቢ ሓደ ሚልዮን ዝበጽሑ ዜጋታት ድማ ተጸበይቲ ህጹጽ ናይ መግቢ ሓገዝ እዮም። ከምዚ ሎሚ ከይኮነ የመን ከምዚ ዓይነት ሃገር ኣይነበረትን። ካብ ሃገራት ኤሽያ እታ ቀንዲ መስመር ንግዲ ንማእኸላይን ምብራቕን ኣፍሪቃን እተራኽብ ቀንዲ መሰጋገሪት ድልድል እያ ነይራ። የመን ኣብ ሓደ እዋን ዝዓበየት ቡን ንሰደድ እትልእኽ ሃገር እያ ነይራ። ብሉጻት ዓይነታት ዕጣን፣ መዓርን ቀመማትን ብምልኣኽ ውን ጽቡቕ ስም ዝነበራ ሃገር እያ። መዓር ሴድር ኣብ ዓለምና ኣለዉ ካብ ዝበሃሉ ክቡራትን ፍሉይ ጣዕሚ ዘለዎምን ዓይነታት መዓር ኣብ ቀዳማይ ደረጃ ዝስራዕ ኮይኑ ብቐንዱ ኣብ ሃገረ የመን እዩ ዝርከብ። ምቁርነቱ ንሕማማት ናይ ምፍዋስ ዓቕሙን ድማ ዝያዳ ተመራጺ ይገብሮ። እቲ ኣብ መላእ ዓለም ልዑል ተፈታውነት ዘለዎ መግቢ መንድ ውን መበቆሉ ኣብ ሃገረ የመን እዩ። ናይ የመን መስኖኣዊ ሕርሻን ቅዲ ኣተሃናንጻ ኣባይትን ገለ ምስክር ስልጣነታታ እዮም። እዛ ቡን፣ ዕጣን፣ መዓርን ቀመምን ናብ መላእ ዓለም ብምክፍፋል ኣብ ቅድሚት ትስራዕ ዝነበረት ሃገርን ህዝባን ግን ሎሚ ኣዝዩ መሪር ህይወት ኣብ ምሕላፍ እዮም ዝርከቡ። የመንን ኤርትራን ኣብ ሓደ እዋን ብሰንኪ ኣብ ዋንነት ደሴታት ሓኒሽ ዝተፈጥረ ምስሕሓብ ናብ ኲናት ኣትየን ነይረን እየን። እቲ ካብ ዓሰርተ ሓሙሽተ ክሳብ ዓሰርተ ሸውዓተ ታሕሳስ ሽሕን ትሽዓተ ሚእትን ቴስዓን ሓሙሽተን ዓመተ ምህረት ንሰለስተ መዓልታት ዝተኻየደ ሓጺር ርግርግ ነተን ኣዝዩ ልዑል ጂኦግራፍያዊ ኣገዳስነት ዘለወን ክሳብ ሓምሳ ዝበጽሓ ዓበይትን ንኣሽቱን ደሴታት ንምሓዝ ዝዓለመ እዩ ነይሩ። እዘን ደሴታት ብዘይካ'ቲ ኣብ መስመር ባብኤል መንደብ ዝተደኮና ምዃነን፣ ተፈጥሮኣዊ ሃብቲ ክህልወን ከም ዝኽእል ዝተጠርጠራ እውን እየን። ድሕሪ ናይ ሰለስተ መዓልቲ ኲናት፣ ኤርትራ ነተን ዴሰታት ምሉእ ብምሉእ ተቖጻጸረተን። ብወገን ኤርትራ ዓሰርተ ክልተ፣ ብወገን የመን ከኣ ዓሰርተ ሓሙሽተ ወተሃደራት ክስውኡ እንከለዉ፣ ሚእትን ቴስዓን ሽዱሽተን ወተሃደራት የመን ከኣ፣ ተማሪኾም። ካልኦት ዓሰርተ ሸውዓተ ስቪል የመናውያን ከኣ ኢድ ክህልዎም ከም ዝኽእል ተጠርጢሮም ብኤርትራ ተኣሰሩ። ጸኒሑ ግን ናብ ሃገሮም ከም ዝፋነዉ ተገብረ። ብሽሕን ትሽዓተ ሚእትን ቴስዓን ሸሞንተን ዓመተ ምህረት ግን እቲ ንዝተፋነና ሃገራት ዝሽምግል ትካል ፐርማነንት ኮርት ኦፍ ኣርቢትሬሽን ወይ ቀዋሚ ቤት ፍርዲ ዕርቂ ነታ ዝዓበየትን ኣገዳሲትን ደሴት ዓባይ ሓኒሽ ሓዊስካ ዝበዝሓተን ደሴታት ንየመን ክወሃባ ገለ ናብ ኤርትራ ዝቐርባ ንኣሽቱ ደሴታት ድማ ንኤርትራ ክወሃባ ብዘይክኡ ኤርትራ ኣብቲ ከባቢ ናይ ምግፋፍ ዓሳ ሓለፋታት ክግበረላ ውሳነ ኣመሓላለፈ። በዚ መሰረት ከኣ ኤርትራ ብሽሕን ትሽዓተ ሚእትን ቴስዓን ሸሞንተን ዓመተ ምህረት ካብተን ንየመን ዝተዋህባ ደሴታት ጠቕሊላ ወጸት። ይኹን እምበር እዘን ሃገራት ምስ ገፈፍቲ ዓሳ ብዝተኣሳሰር ቀጻሊየን ኣብ ምክሳስ ክኣትዋ ዝረኣያ። ዋላኳ ብመንግስቲ ኤርትራ ነዚ ዘረጋግጽ ሓበሬታ ኣይወሃብ፣ ኤርትራ ማያዊ ግዝኣተይ ጥሒሶም ዝበለቶም ልምዳውያን የመናውያን ገፈፍቲ ዓሳ ከምትኣስር እዩ ዝሕበር። ደሴታት ሓኒሽ፣ ገለ ውሑዳት ገፈፍቲ ዓሳን ወተሃደራትን እንተዘይኮይኑ፣ መብዛሕትኤን ቀወምቲ ነበርቲ ዘይብለን ደሴታት እየን። የመን ሞካ ብዝበሃል ዓይነት ቡን እትፍለጥ ሃገር እውን እያ። ሞካ ኣብ የመን ዝበቁል ካብ ግዜ ጥንቲ ኣትሒዙ ግኑን ስም ዘለዎ ሓደ ካብ ዓይነታት ዘርኢ ቡን እዩ። እቲ ሞካ ዝብል ስም ድማ ካብታ ኣብ ዓሰርተ ሓሙሽተ ክፍለ ዘመን ኣብ ንግዲ ቡን ዓለምና ግኑን ስም ዝነበራ ወደባዊት ከተማ ኣልሞካ ዝተወስደ'ዩ። እዚ ሎሚ ኣብ ዝተፈላለዩ ቦታታት ዝርከብ ሞካ ኮፊ ግን ፍረቡን ሃገረ የመን ዘይኮነ ኣብ ሃገረ ጣልያን ዝተፈጠረ ጻባን ቸኮሌትን ዝተሓወስዎ ኤስፕሬሶ ዓይነት ቡን'ዩ። ኣብ ማንሃተን ኢና ዘለና ግን ከተማ ኒውዮርክ ኣይኮነን። እዛ ከተማ ውን ኣብ በረኻ ዝተደኮነት ማንሃተን እያ እትበሃል። ዋላ ደኣ ጸዓዱ ምስታ ድሒራ ዝተሃንጸት ማንሃተን የመሳስልዋ፣ እዛ ከተማ ግን ብዕድመ ንማንሃተን ይኹን ንኣሜሪካ ብዓባያ ተዓብየን እያ። ነበርታ እታ ናይ ሰለስተ ሓሙሽተ ከተማ ብምባል እዮም ዝጽውዕዋ። ምኽንያት ከምኡ መበሊኦም ድማ ሓሙሽተ ሚእቲ ዓመታት ዘቑጸሩ ሓሙሽተ ሚእቲ ገዛውትን ሓሙሽተ ሽሕ ነበርትን ዘለዋ ከተማ ብምዃና'ዩ። ሺባም እያ ትበሃል። ኣብ ማእከላይ ክፋል የመን ኣብ ሓውሲ ኣጻምእ ዝኾነ ከባቢ ዝተደኮነት ኣብ ዓለምና እታ ቀዳመይቲ ሰማይ ጠቀስ ህንጻታት ዝሃነጸት ከተማ'ያ። ኣብ ዓለምና ቅድሚ ሓሙሽተ ሚእቲ ዓመታት በዓል ዓሰርተ ሓደ ደርቢ ህንጻ ክትሰርሕ ዝኸኣለት ሃገር ኣይነበረትን ብዘይካ ከተማ ሺባም። ትካል መዝገብ ቅርሲ ዩኔስኮ እውን ከም ዓለማዊ ቅርሲ ሓሲቡ ንነዋሕቲ ህንጻታታ ኣብ መዛግብቱ ኣስፊርዎ እዩ። ማእከላይ ምብራቕ መበገሲ ብዙሓት ስልጣነታት ዓለምና ምዃኑ እዩ ዝእመን። ይኹን እምበር ኣብ መዳይ ቅዲ ህንጻ መጺኻ ንሺባም እትወዳደር ከተማ የላን። ዘመናውያን ሰማይ ጠቀስ ህንጻታት ትኺሎም ንኽስርሑን ብድልዳለ ንኸገልግሉን እምኒ፣ ሑጻ፣ ሓጺንን ስሚንቶን ናይ ግድን እዮም ዝደልዩ። እዞም ትዕዘብዎም ዘለኹም ንሓሙሽተ ሚእቲ ዓመታት ኣብ በረኻታት የመን ተሃኒጾም ኣብ ምግልጋል ዝርከቡ ህንጻታት ግን ካብ ጭቃ'ዮም ተሰሪሖም። ኣብ ሃገራት ዓረብ ብጭቃ ገዛ ምስራሕ ልሙድ እኳ እንተኾነ፣ ዓሰርተ ሓደ ደርብታት ዘለዎ ከምኡ'ውን ንሓሙሽተ ሚእቲ ዓመታት ሓሙሽተ ሚእቲ ጸኒዑ ከገልግል ዝኸኣለ ናይ ጭቃ ህንጻ ግን ብዘይካ ኣብ ሺባም ኣብ ካልእ ሃገር ፍጹም ኣይርከብን'ዩ። በዚ መሰረት ከተማ ሺባም መሰረት ዘመናዊ ቅዲ ኣተሃናንጻ ከም ዝኾነት እዩ ዝእመን። ኣብ ምዕራባዊ ዓለም እቶም ናይ መጀመርያ ሰማይ ጠቀስ ህንጻታት ዝተሃንጹ ብሽሕን ሸሞንተ ሚእትን ሰማንያን ሓሙሽተን ዓመተ ምህረት ኣብ ቺካጎ ኣሜሪካ እዩ ነይሩ። እዚ ዘርእየና እንተሎ ድማ እዞም ናይ ሺባም ህንጻታት እቶም ናይ ቺካጎ ህንጻታት ቅድሚ ምህናጾም ብሰለስተ ሚእትን ሓምሳን ዓመታት ኣቐዲሞም ተሃኒጾም ምንባሮም እዩ። እቶም ናይ ቺካጎ ህንጻታት ዝተሃንጹ ምዕራባውያን ብሽሕን ሸሞንተ ሚእትን ሰማንያን ሰለስተን ዓመተ ምህረት ሓንቲ ሺባም እትበሃል ሰማይ ጠቀስ ህንጻታት ዘለዋ ከተማ ኣብ የመን ኣላ ተባሂሎም ብኣካል መጺኦም ድሕሪ ምርኣዮም ድሕሪ ክልተ ዓመት ምዃኑ ድማ ኣገራሚ ይገብሮ። ሺባም ክሳብ ኣርባዕተ ደርቢ ዝንውሓቶም ህንጻታት ክትሰርሕ ዝጀመረት ኣብ ራብዓይ ክፍለ ዘመን ቅድሚ ሽሕን ሸውዓተ ሚእትን ዓመታት እዩ። ይኹን እምበር እቲ ኣብ መጀመርያታት ዓሰርተ ሽዱሽተ ክፍለ ዘመን ንከተማ ሺባም ብኸቢድ ዘዕለቕለቓ ውሕጅ ኣብ ህንጻታት እታ ከተማ ከቢድ ዕንወት ብምውራዱ መብዛሕቶም እዞም ሎሚ ዘለዉ ህንጻታታ ካብ ሽሕን ሓሙሽተ ሚእትን ሰላሳን ክልተን ዓመተ ምህረት ክሳብ ሽሕን ሓሙሽተ ሚእትን ሰላሳን ሰለስተን ዓመተ ምህረት ኣብ ዝነበረት ሓንቲ ዓመት ዝተሃንጹ እዮም። እዞም እክብ ኢሎም ኣብ ሓደ ከባቢ ዝተሃንጹ ህንጻታት ሺባም ብዝሖም ሓሙሽተ ሚእቲ ኮይኑ ኣብ ሰብዓን ትሽዓተን ሽሕ ትርብዒት ሜተር ስፍሓት ዝተደኮኑ ድማ እዮም። እቶም ብዝሖም ሓሙሽተ ሽሕ ጥራይ ዝነበረ ነበርታ ድማ ኣብ ዓመተ ክልተ ሽሕን ዕስራን ሓደን ብዝወጸ ጸብጻብ መሰረት ሰብዓን ሸውዓተን ሽሕ በጺሖም ኣለዉ። ህንጻታት ሺባም ሓጺን፣ እምኒ ይኹን ስሚንቶ ዘይብሎም ብምዃኖም ንነዊሕ ዓመታት ከይፈረሱ የገልግሉ ምህላዎም ዘገርም እኳ እንተኾነ እቲ ምስጢር ግን ኣብ ኣተሃናንጽኦም እዩ። መንደቕ ነፍሲ ወከፍ ህንጻ እኹል ክብደት ክስከም ምእንቲ ኣብ ታሕታ ክሳብ ሚእትን ሓምሳን ሴንቲሜተር ርጉዲ ከም ዝህልዎ ተገይሩ እዩ ተሃኒፁ። ንላዕሊ ቁመት እንዳወሰኸ ኣብ ዝኸደሉ ድማ ርጉዱ እንዳቐነሰ ይኸይድ። እቲ ኣብ ታሕቲ ሚእትን ሓምሳን ሴንቲሜተር ዝነበረ ርጉዲ ድማ ኣብ ላዕሊ ክሳብ ሰላሳን ሓሙሽተን ሴንቲሜተር ኣቢሉ ይጎድል። እቶም ህንፃታት ብጭቃ ዝተሰርሑ ምዃኖም ከዓ ነቲ ኣብቲ ከባቢ ዘሎ ልዑል ሙቐት ብምዝሓል ንነበርቲ እፎይታ ዝህቡ እዮም። ሃገረ የመን ከም መብዛሕትኣን ሃገራት ዓረብ ኣብ ሓውሲ በረኻ ዝተደኮነት ሃገር ብምዃና መብዛሕትኣን ከተማታታ ኣብ ወሰናስን ገማግም ባሕሪ ዝተሃንጻ እየን። ብኣንጻሩ ከተማ ሺባም ኣብ ማእከል የመን ኣብ በረኻ ዝተሃንጸት ከተማ ብምዃና ክሳብ ኣርብዓ ዲግሪ ሴንቲግሬድ ዝበጽሕ ሙቐት እዩ ዝምዝገባ። እዚ ግን ካብ ህንጻታታ ምስ እትርሕቕ እዩ። ናብ ህንጻታታ ምስ እትጽጋዕ ግን እቲ ሙቐት ናብ ዒስራን ሸሞንተን ዲግሪ ሰንቲግሬድ እዩ ዝወርድ። ህንጻታት ሺባም ኣብ ግዜ ወራር ጸላኢ ንምምላጥ ምእንቲ ክሕግዙ ተባሂሎም ዝተሃንጽሉ ካብ ሓደ ህንጻ ናብ ካልእ ህንጻ ዘሰጋግር ድልድል ኣለዎም። ሕጂ ናብ ሓደ ኣዝዩ ፍሉይ ቦታ ኢና ክንወስደኩም። ሰኮትራ እያ ትበሃል። ኣብ ጥቓ ሶማል እትርከብ ደሴት ኮይና ዋንነታ ግን ናይ የመን እያ። ብፖለቲካ ሰለማዊት፣ ብጂኦግራፍያዊ ኣቀማምጣኣ ስትራተጂካዊት፣ ብባህርያዊ ትሕዝቶኣ ሃብታም ተባሂላ ክትግለጽ እትኽእል ደሴት እያ። ኣብ ካርታ ዓለምና ብዙሕ ዘይትፍለጥ ደሴት እያ። እቶም ንሒዛቶ ዘላ ባህርያዊ ሃብቲ ዝምርምሩ ሳይንቲስታት፣ ካብ ካልእ ፕላኔት ዝመጸት ደሴት'ዮም ዝብሉዋ። ሰላሳን ሸውዓተን ሚእታዊት ካብቶም ኣብ ሰኮትራ ዝርከቡ ዓይነታት ኣግራብ ኣብ ዝኾነ ይኹን ካልእ ክፋል ዓለም ዘይርከቡ'ዮም። እዚ እትርእይዎ ዘለኹም ገረብ ንኣብነት ድራጎን ብላድ ትሪ ወይ ድማ ገረብ ድራጎን ተባሂሉ ዝፍለጥ ኮይኑ ምስ እትቖርጾ ከኣ ልክዕ ከም ሰብ'ዩ ዝደሚ። ደም እንክበሃል ግን ከም ናይ ኣግራብ ጻዕዳ ደም ዘይኮነ ልክዕ ከም ናይ ደቂ ሰባት ቀይሕ ደም እዩ። እዚ ደም ድማ ንብዙሕ ኣሽሓት ዘመናት ወዲ ሰብ መፍትሒ ክረኽበሎም ንዘይከኣለ ሕማማት ከም መድሃኒት ኮይኑ ኣብ ምግልጋል ዝጸንሐ እዩ። ሰኮትራ ድንግል ተፈጥሮ ካብ ዘለወን ቦታታት ዓለምና ሓንቲ እያ። ዘይከምታ ብኲናት ሓድሕድ ትሕመስ ዘላ የመን፣ ሰኮትራ ድምጺ ጥይት ዘይስምዓ፣ ካብ ናይ ሰባት ንላዕሊ ብዙሕ ቁጽሪ ኣጣል ዘለዋ ሰላማዊት ደሴት እያ። ካብቲ ቀንዲ ኣካል መሬት የመን ተነጺላ ኣብ ማእከል ባሕሪ ዓረብ እትርከብ ደሴት ብምዃና፣ ንሰላም ዜጋታታ ዝዘርግ ዝኾነ ይኹን ድምጺ ጥይት ክሰምዑ ዝገብር ክስተት ኣጋጢሞም ኣይፈልጥን'ዩ። እቶም ክሳብ ሰብዓ ሽሕ ዝበጽሑ ነበርታ ከኣ ብምርባሕ ኣጣልን ምግፋፍ ዓሳን እዮም ዝናበሩ። ደሴት ሰኮትራ ኣብ ሓደ እዋን ኣካልቲ ሰፊሕ ንግስነት ክፈጥር ክኢሉ ዝነበረ ንግስነት ኣክሱም ዝነበረት እያ። ኣብቲ ጥንታዊ ዝኾነ በሆቕ ዝፍለጥ በዓቲ እዛ ደሴት እውን ካብቶም ብሽዱሽተ ዝተፈላለዩ ቋንቋታት ዝተጻሕፉ ጥንታውያን ናይ መናድቕ ጽሑፋት ሸሞንተ ብቋንቋ ግእዝ ዝተጻሕፉ ናይ መናድቕ ጽሑፋት ኣለዉ። ካልእ ዘገርም ነገር እንተሎ ድማ ሰኮትራ ናብ ሶማል እትቐርብ ደሴት ክንሳ ኣካል የመን ምዃና'ዩ። ደሴት ሰኮትራ ኣብ ህንዳዊ ውቅያኖስ ኣብ ባሕሪ ዓረብ እትርከብ ደሴት እያ። ካብ ሃገረ የመን ናብዛ ደሴት ንምብጻሕ ሰለስተ ሚእትን ሰማንያን ኪሎሜተር ንውሓት ዘለዎ ኮይኑ፣ ካብ ሶማል ናብታ ኣካል ደሴት ሰኮትራ ዝኾነት ደሴት ዓብደል ኩሪ ንምብጻሕ ግን ናይ ሚእትን ዓሰርተን ኪሎሜተር ጉዕዞ ጥራይ'ዩ። ሰኮትራ ኣብቲ ናብ መስመር ባብ ኤል መንደብ ቅድሚ ምእታውካ ዝርከብ ወሽመጥ ዓደን እትርከብ ደሴት ብምዃና፣ መስመር ንግዲ ቀይሕ ባሕሪ ንምቁጽጻርን ኣብቲ ከባቢ ወተሃደራዊ ልዕልና ንምሓዝን ዓቢ ኣበርክቶ ዘለዋ ደሴት እያ። ሕቡራት ኢማራት ዓረብ ከኣ ነዚ ዝመዝመዘት ሃገር እያ ኩለን ሓያላን ሃገራት ዓለምና የዒንተን ናብ ጅቡትን የመንን ክተኽላ ኢማራት ግን ነቲ ኣብ የመን ዘሎ ኲናት ሓድሕድ መዝሚዛ ዳርጋ ሙሉእ ብሙሉእ ክበሃል ዝከኣል ንደሴት ሰኮትራ ተቖጻጺራ ዘላ ሃገር እያ። ሕቡራት ኢማራት ዓረብ ብ ክልተ ሽሕን ዓሰርተ ሓሙሽተን ዓመተ ምህረት እያ ናብ ደሴት ሰኮትራ ኣትያ። ኣብቲ ዓመት ኣብታ ደሴት ልዑል ማዕበል ባሕሪ ብምኽሳቱ ህዝቢ'ታ ደሴት ልዑል ሰብኣዊ ሓገዝ ይደሊ ነይሩ። ኢማራት ድማ ነዚ ከም ጽቡቕ ኣጋጣሚ ብምርኣይ ክትጥቀመሉ'ያ ወሲና። ዋላ'ኳ ድሕሪ ገለ መዓልታት እቲ ማዕበል እንተሃደኣን ነበርቲ ናብ ንቡር ንጥፈታቶም እንተተመልሱን ኢማራት ግን ካብታ ደሴት ክትወጽእ ፍቓደኛ ኣይነበረትን። ኣብ ክልተ ሽሕን ዓሰርተ ሸውዓተን ዓመተ ምህረት መንግስቲ የመን፣ ኢማራት ኣብ ደሴት ሰኮትራ መፈንቀሊ መንግስቲ ዝገብሩ ወተሃደራት ትምልምል ኣላ ብምባል ከሲስዋ እኳ እንተነበረ፣ ነታ ብዂናት ሓድሕድ ዝተዳኸመት የመንን መንግስታን ግን እዝኒ ዝሃቦም ኣካል ኣይነበረን። ስቕታ ዓለምና ዘሻደና ኢማራት ከኣ ኣብ ክልተ ሽሕን ዓሰርተ ሸሞንተን ዓመተ ምህረት ንመንግስቲ የመን ይኹን ምምሕዳር ደሴት ሰኮትራ ከየፍቀደት ልዑል ቁጽሪ ዝነበሮም ዕጡቓት ወተሃደራት ልኢኻ ንኣገደስቲ ቦታታት እታ ደሴት ተቖጻጸረት። የመን ብዘስመዐቶ ተደራራቢ ክስን ጸቕጢ ስዑዲ ዓረብን ግን ድሕሪ ገለ ኣዋርሕ ወተሃደራታ ካብታ ደሴት ከተውጽያ ተገዲዳ። ኢማራት ዋላ ድኣ ወተሃደራታ ተውጽእ እምበር ኣብታ ደሴትን ነበርታን ጽልዋ ምፍጣር ግን ኣየቋረጸትን። ኣብ ክልተ ሽሕን ዕስራን ዓመተ ምህረት ከኣ እቲ ብሕቡራት ኢማራት ዓረብ ዝድገፍ ንደቡባዊ ክፋል የመን ብምፍላይ ሃገር ክገብር ዝቃለስ ቤት ምኽሪ ስግግር ደቡብ ነቲ ዝነበረ ሕጋዊ ምምሕዳር ብምእላይ ነታ ደሴት ተቖጻጸራ። ኣብ ኩሉ ቦታታት እታ ደሴት ባንዴራ የመን ወሪዳ ብባንዴራ ኢማራት ከም ትትካእ ከኣ ተገብረ። ሎሚ ሙሉእ ብሙሉእ ክበሃል ዝከኣል ደሴት ሰኮትራ ኣብ ትሕቲ ቁጽጽር ኢማራት እያ እትርከብ። ኣብታ ደሴት ንዝርከቡ ሰራሕተኛታት መንግስቲ ደሞዝ እትኸፍል፣ ንነበርቲ ነዳዲ እትቕርብ፣ ኣገልግሎት ኤሌክትሪክን መራኸቢታት ኮሚኒኬሽንን እትቕርበሎም እታ ዋናታ ደሴት ዝኾነት የመን ዘይኮነት ሕቡራት ኢማራት ዓረብ እያ። ኣብ ሰሙን ክልተ ግዜ ናብ ደሴት ሰኮትራ በረራታት ዘለዎ እውን እቲ ዋንነት ኢማራት ዝኾነ መንገዲ ኣየር ኤር ኣረብያ እዩ። ናብታ መስተንክራዊት ደሴት ንምብጻሕ ንዝመጹ በጻሕቲ እውን እታ ቀንዲ መበገሲት ከተማ ርእሰ ከተማ የመን ሰንዓ ዘይኮነት ኣቡዳብያ፣ ሰኮትራ ንቴስዓን ሓሙሽተን ሚእታዊት ናይታ ደሴት እትሽፍን ዝዓበየት ደሴት ኮይና፣ እተን ዓብዱል ኩሪ፣ ዳርሳን ሳማን ዝበሃላ ሰለስተ ንኣሽቱ ደሴታት ከኣ ነቲ ዝተረፈ ሓሙሽተ ሚእታዊት ይሽፍኖ። ኢማራት ግን በዚ ጥራይ ደው ኣይበለትን። ንገለ ነበርቲ ኣመዛቢላ ኣብታ ደሴት ወተሃደራዊ መዓስከርን ወተሃደራዊ መዓርፎ ነፈርትን ኣብ ምስራሕ እያ እትርከብ። ናብዛ ኣብ ህንዳዊ ውቅያኖስ ኣብ ባሕሪ ዓረብ እትርከብ ደሴት ክትበጽሑ ምስ እትደልዩ፣ ብመንገዲ ናይ ጉዕዞ ወኪል ትካላት ናይ ቪዛ ሕቶ ከተቕርቡ ትኽእሉ። ቪዛ ንምርካብ ክሳብ ሚእትን ሓምሳን ዶላር ዝበጽሕ ወጻኢ ዝሓትት ኰይኑ፣ እቲ ኣብ ሰሙን ክልተ ግዜ ጉዕዞ ዘካይድን ሰብኣዊ ሓገዛት ብምጽዓን ናብታ ደሴት ዝኣቱን መንገዲ ኣየር ኤር ኣረብያ ንእግረ መንገዱ በጻሕቲ ስለ ዝማላእ ነቲ ኣጋጣሚ ተጠቂምካ ናብታ ደሴት ክትበጽሕ ትኽእል። ሃገረ የመን ዋላ ድኣ ብዙሕ ጸገማት ዘለዋ ሃገር ትኹን እምበር እቲ ዝዓበየ ድኹም ጎና ግን እቲ ኣብታ ሃገር ዘሎ ጫት ናይ ምብላዕ ወልፊ'ዩ። ሎሚ ጫት ብዘይካ ኣብ ኤርትራ ኣብ ሃገራት ኢትዮጵያ፣ ኬንያ፣ ጅቡቲ፣ ሶማልያ፣ ሞዛምቢክ፣ ማዳጋስካር ዝዝውተር ኮይኑ፣ ዘይበጽሖ ክፋል ምብራቕ ኣፍሪቃ ድማ የለን። ጫት ሜዲትራንያን ባሕርን ኣትላንቲካዊ ውቅያኖስን ብምስጋር ናብ ሃገራት ኤሮጳን ሰሜን ኣሜሪካን ካብ ዝኣቱ እውን ውሑድ ኣይተቖጽረን። ጫት ካቲኖንን ካቲነን ዝበሃል ኬሚካል ዘለዎ ዓይነት ገረብ ኮይኑ፣ ቆጽሉ ብምሕያኽ ከኣ ንበላዕቱ ኣእምሮኣዊ ምንቕቓሕን ናይ ምብርባር ስምዒትን ይፈጥር። ጫት ኣብ ከም ኢትዮጵያን የመንን ዝኣመሰላ ሃገራት ፍቑድ ኮይኑ፣ ኣብ ከም እንግሊዝን ኣሜሪካን ዝኣመሰላ ሃገራት ምዕራብ ግን ብሕጊ ዝተኸልከለ ሓሽሽ እዩ። ጫት ምስ ግዜ ናብ ከቢድ ወልፊ ማዕቢሉ ጸገማት ረሲዕ፣ ጸቕጢ ደምን ሕማማት ከስዐን ከምጽእ ዝኽእል ሓደገኛ ቆጽሊ እዩ። ሎሚ ኣስታት ዒስራ ሚልዮን ካብ ህዝቢ ዓለም መዓልታዊ ጫት ይወስድ። ናይ ሃገረ የመን ግን ፍልይ ዝበለ'ዩ። ጫት ኣብ የመን ማዕረ ማዕረ መግቢ'ዩ ዝብላዕ። የመናውያን ገና ገዝኦም ኣብ ዝሰርሕሉ ግዜ'ዮም ብዛዕባ ጫት ዝሓስቡ። ከምቲ ኣብ ሃገርና ገዛ ክትሃንጽ ከለኻ ሳሎን፣ መደቀሲ ክፍሊ፣ ክሽነን ሽንት ቤትን ኣበይ ይኾን ብምባል ቦታ ትመርጽ፣ ዝኾነ ይኹን የመናዊ ገዛ ኣብ ዝሃንጸሉ ግዜ ፈጺሙ ዘይርስዓ ክፍሊ እንተላ ድማ ጫት መብልዒ፣ እትኸውን ክፍሊ እያ። ኣብ የመን ጫት ዝቋሓመሎም ክፍልታት ንበይኖም ንኸምኡ ኣገልግሎት ተባሂሎም ዝተሃንጹ ኾይኖም መብዛሕትኡ ግዜ ድማ ኣብ ጥቓ ሽንቲ ቤት እዮም ዝህነጹ። እዋን ቀትሪ ምስ ኮነ ድማ ኩሉ ምንቅስቓሳት ህዝቢ ሃዲኡ ዓበይቲ ጽርግያታት ከይተረፈ ጺም ጺም ኢሎም ዜጋታት እንዳተጸዋውዑ ናብ ናይ ጫት መብልዒ ክፍልታቶም ይኣትዉ። እዚ ካብ ነዊሕ ዓመታት ዝጸንሐ ባህሎም እዩ ክትብሎ እትደፍር ልምዲ ኮይኑ ኩናት ሓድሕድ ካብ ዝጅምር ኣትሒዙ ግን ዜጋታታ ኣብ ጫት ዝነበሮም ተመርኳስነት ብልዑል ቁጽሪ ከም ዝወሰኸ እዩ ዝንገር። እቲ ቀንዲ ምኽንያት ድማ ስራሕ ምስኣን እዩ። ኣብ ሃገረ የመን እቲ እንኮ ዕዳጋ ዘይስእን ንግዲ ወይ ጫት ምፍራይ ወይ ድማ ኣብ ንግዲ ጫት ምውፋር እዩ። መብዛሕትኦም መንእሰያት እታ ሃገር ድማ ብሰንኪ እቲ ኣብታ ሃገር ዘሎ ኩናት ሓድሕድ ስርሖም ብምስኣኖም ሎሚ ኣብ የመን ሰራሕተኛታት መንግስቲ ከይተረፉ'ዮም ዝሓሸ ኣታዊ ንምርካብ ኣብ ንግዲ ጫት ተዋፊሮም ዝርከቡ። ነጋዶ ንግዙኣት ናይቲ ወልፍን በዚሖም ዋጋ ጫት ኣብ ዕዳጋታት ክውስኽ ዝረኣዩ ሓረስቶት እታ ሃገር ድማ ካልኦት ፍርያታት ምፍራይ ኣቋሪጾም ጫት ናብ ምፍራዮም ኣትዮም። እዚ ድማ ጫት ንኽበቁልን ማይ ዝበዝሖ ቆጽሊ ፈጢሩን ተጠቀምቱ ጽቡቕ ጣዕሚ ምእንቲ ክህብን ኣዝዩ ልዑል መጠን ማይ ዝሓትት ተኽሊ ብምዃኑ ንየመን ናብ ሓደጋ ሕጽረት ማይ የቃልዓ ከምዘሎ እዩ ዝሕበር። እምበኣርከስ ክቡራት ተኸታተልቲ መስትያት ዓለም ንሎሚ ዘዳለናዮ ንሃገረ የመን ዝድህስስ መደብ እዚ ዝተኸታተልኩሞ እዩ ነይሩ። ኣብ ቀጻሊ ብዝተፈለየ ትሕዝቶ ክሳብ እንመጽእ ሰላም ቅነ።